እቲ ዝኸፍኤ ኣብ ሂወት ዘይሃስስ ቃንዛ ዘይሃስስ በደል ዘይጠፍእ በሰላ ኣብ ሂወትካ ክተርፍ ከሎ እዩ ኩሉ ሳዕ ቃላት ናይ ሰብኣየይ ንዓይ ብርታዐ እዩ ነይሩ እዚ ሕጂ ትወልድዮ ህጻን ንዓኺ ምርካቡ ኣዝዩ ዕድለኛ እዩ ኣብ ነብሲ ወከፍ መዓልቲ ዝያዳየ ዘፍቅረኪ። በቃ ከም ስድራቤት ንመጻኢና ኣዝየ ተሓጒሰ ዝብሉን ካልኦት ቃላት ናይ ኣፍቃሪየይ እንዳሰማዕኩ'የ ክሳብ'ዛ ጸልማት ሞት ተጋጥመኒ ምስኡ ዝነበርኩ። ቃላቱ ንዓይ ከም ፈውሲ'ዩ። ደኺመ እንተለኹ ቀልጢፉ'ዩ ዘበርትዓኒ። ልበይ ንዑ ንኽትሰምዕ ኩሉ ሳዐ ሃረር ትብል። እዚ ፍቃሪየይ'ሲ ሰብ ጥራይ ድዩ እንዳበልኩ'የ ኩሉ ሳዕ ምስ ኣእምሮይ ብዛዕብኡ ከስተንትንን ከዕልልን ዝውዕል ዝነበርኩ። ጸሚኒ ኣይፈልጥን'ዩ እዚ ፍቃርየይ ኣብ ጎነይ እንተሎ በቃ ኣነ ኣብ ውሑስ ቦታ ከም ዘለኹ'ዩ ነፍሰይን ውሽጠይን ዘረድኣኒ። መቸም ኩሎም ስድራቤት ንደቆም ሕማቕ ኣይምነይሎምን'ዮም እምበሺ ደኣ ኣብ ጽቡቕ ቦታ ክነብሩን ንሳቶም ዘይበጽሕዎ ደረጃ ከብጽሕዎምን ብምረቓ ጌሮም ከኣ ክደፍኡምን ኢና ንርኢ ኣብ ስድራቤተይ ከኣ ልክዕ ከምኡ ኣይብለኩምን'የ ካብኡ ግን ሕልፍ ዝበለ'ዩ በሕዋተይን በዓሕተይን ኣዝየ ዝኸበርኩ'የ እንታይ'ዩ'ቲ ምስጢር እንተልኩምኒ ኣይርደኣንን'ዩ ኩላቶም ቅድመይ ደገ ስለዝወጹ ካልእ ሂወተይ ድጽበየሎም ኔረ በቃ ሞባይል ምድዋል ከቋርጹ እዬም ናቶም ሓዳር ምስ ገበሩ ድኣ እሞ ኣነ እንታይ ኢድ ኣለኒ ኣብ ሂወቶም በቃ ሂወተይ ባዕለይ ከማሓድራ ባባን ማማን ከኣ ኣብ ምእራጎም እዬም እንታይ ክገብሩ ይኽእሉ ኢለ ንነዊሕ እዋን ቅድሚ ምዝ ኣፍቃርየይ ምርኻበይ ንሂወተይ ሰለይ እንዳበልኩ ዝመርሓን ዘጓዕዛን ዝነበርኩ ትምህርተይ ከም ሃብታም ሓንሳብ ይኸይድ ሓንሳብ ኣይከይድን ስድራቤተይ ዋላኳ ክጻቕጡኒ እንተፈተኑ እንታይ ከም ዝርእዩለይ ግን ኣዝዮም'ዮም ዝከናኸኑንን ዘቃባጥሩለይን ሂወተይ ስዲ ንኸይትከይድ ግን ኣቦይ ኩሉ ሳዕ እዩ ዝቕጽዓኒ ኔሩ ትምህርቲ ምኻድ ሓደ ካብቲ ናይ ባህልና ስነስርዓት'ዩ ስለዚ ክትከዲ ኣለኪ እንዳበለ'ዩ ብሓይሊ ጎቲቱ ንቤትምህርቲ ዘብጽሓኒ ዝነበረ። ኣብዚ ሕጂ ሰዓት ኮይነ ብዛዕባ ንእስነተይ ክሓስብ ከለኹ፣ ማዕረ ክንደይ ይቆጻጸረኒ ከም ዝነበረ፣ ሓለፋ ስድራቤተይ ካልእ ከም ዝኾንኩ ከርእየኒ ይጅምር ከም ዘሎን እየ ዝርዳእ ዝነበርኩ። ብርግጽ'ዩ'ኮ፣ ህይወት ብሰንኪ ስቓይን ሽግርን ክሳራን መሪር ነገር ክስምዓ ይኽእል'ዩ። ይኹን'ምበር፣ መሪር ጥራይ ዘይኮነስ መብዛሕትኡ ግዜ ቃንዛ ከም ግዝያዊ ኣድላዪ ክፋል ዕቤት እዩ ክበሃል ሰሚዐ ኣይፈልጥን እየ። ሕጂ ግን ህይወት ባዕላ ምሂራትኒ'ላ። እዚ ሕጂ ዝነግረኩም ሓቀኛ ዛንታ ናይ ህይወተይ ገለ ክፋል ናይ ኣእምሮይ ምጽንናዕ ረኺቡ ገለ ከኣ ንግዜ ሓዲገ ይጎዓዝ ኣለኹ። ምስ ስድራቤትና ትሽዓተ ነፍሳት ኢና። እቶም ክልተ። ቀደም እዮም ኣብ ዘመን ደርጊ ናበይ ከም ዝኸዱ ከይፈለጡ ስድራ ቤተይ ኣዝዮም ክሻቐሉ ድሕሪ ምጽናሕ ከም ዝዓረፉን ክልቲኦም ብሓንሳብ ኣብ ሓደ ቦታ ከም ዝዓረፉ ሰባት ከም ዝሓበርዎም እዮም ዝነግሩና። ምኽንያቱ ኣነ መበል ሻድሸይቲ ስለ ዝኾንኩ ንዓኣቶም ኣየርከብኩሎምን። ስድራ ቤተይ ከዕልሉኒ ከለዉ ግን። ክልተ ኣሕዋት ከኣ ከሲረ ኢለ ብውሽጠይ ኩሉ ሳዕ እየ ዝነብዕ። እቶም ዝተረፉ የሕዋተይ ግን ቀልጢፎም እዮም ቅድሚ ትምህርቲ ምውድኦም ንስደት ዝወጹ። ስድራቤትና ኣብቲ ሽዑ ሰዓት ኣዝዮም ኣብ መነባብሮ ይሽገሩ ስለ ዝነበሩ እዚ ዓይነት ክብደት ኣብ ህይወቶም ስለ ዝበዘሐን ስለ ንዓኣቶም ድማ ዝተሰመዖም በዚ እዮም ንገዛና ክረድኡ ኢሎም ህይወቶም ቀቢጾም ንስደት ዝመረጹ። ብኸምኡ ድማ'የ ኣነ ኣብ ገዛና ከም ኣላይት ስድራ ኮይነ ኣዝዩ ዝቀባጠረለይን ኣዝዩ ከኣ ሕንቃቐ ዓቐኑ ዝሓለፎ ዝትግበረለይ ዝነበረ። ኩላቶም ኣሕዋተይ ኣዝዬም ድፈትዉኒ። ኣብቲ ሽዑ ሰዓት ኣለዋ ዝበሃላ ሞዴል ኣዝዬን ጽቡቓት ዝኾና ብሽክለታ እታ ዓቢ ሓወይ ኣሜርካ ልክዕ ዕትው ምስ በለ ኣብ ዓመቱ እዩ ብካርጎ ጌሩ ድሰደደለይ። ናይ ኣዋልድ ሳይክል ኣብቲ ዝነበርናዮ ገዛውቲ ኣዘየን ውሕዳት ስለ ዝነበራ ናተይ ከኣ ሓዳሽ ብምዃና በቃ ነተን መሓዙተይ ኣዝየ ኣቕኒኤየን። ስለ ዘቕናኣኩወን ከኣ ኩሉ ሳዔ ዝሕጎስ ዝነበርኩ። ምኽንያቱ ኣብ ገዛውተይ ብሓዱሽ ንብረት ኮነ ብኻልእ ነገር በሊጹ ክረኣ ዝኽእል ሰብ ልዕለይ ስለ ዘይነበረ ብመነባብሮ ኣዚና ትሑታት ዝነበርና ሳላ የሕዋትና ግን ሕጂ ናትና ገዛ ክንገብር ወላዲት ኣደይ ድማ እቲ ትደልዮ ዝነበረት ስራሕ ብሰንኪ ሕጽረት ገንዘብ ጠጠው ኢላ ስለ ዝነበረት ንዓኣ ክድማ መላሊኦም ናታ ትካል ገይሮም ኩሉ ንብረታ መላሊኦም ነቦይ ግና እስኻ ሕጂ ክትሰርሕ ንሕና ውን ፍቓድኛታት ኣይኮናን ምክንያቱ ኣብ ሂወትና ሪስክ እንዳወሰድካ ኩሉ ነገር እንዳጸርካ ኢካ ሕጂ ንሕና ኣብዚ ደረጃ እዚ ክንበጽሕ ዘክኣልካና ስለዚ ንስካ ኮፈል ንሕና ክነኣልየካ ኢና ማማ ምስ ማዕብያትና ድኣ እምበር ከምዛ ናትካ ኢልናያ ኔርና ግን ምስ ማዕብያትና ንስካ ግን ባባ በጃካ ስምዓና በተክርስትያንካ ጥራይ ተመላለስ ከም ዘለካ ኮንካ ተመላለስ ንሕና በዚ ገንዘብ ክንሕውለልካ ኢና እንዳበሉ ንልቢ ቦይ ኣዝዮም እዮም ዘዕረፉ እዞም ብሩኻት ኣሕዋተይ ሲ ከምዚ እዮም ማለት ድዩ ኣነ ሲ ቅድም ይሃርሙኒ ኪዲ ይብሉኒ ስለ ዝነበሩ የሕዋተይ ከምዚ ዓይነት ክገብሩለይ ገሚተዮን ሓሲበዮን ኣይፈልጥን እየ ኣቦይ ሰላማዊ ሰብ ኮይኑ ንኻልኦት ስድራቤት እንዳኸደ ክምዕድ ንደቅኹም ብስነ ስርዓት ሓዝዎም ተዘይ ኮይኖም ንሳቶም እዮም ናትኩም ግብረ መልሲ። ኣይ እዝስ ወዲ ክስቶ እንድዩ ከይትበሃሉ እንዳበለ እዩ ነቶም ኩሎም ገዛውትና ዝመኽሮም ዝነበረ። ሓደ ሓደ እዋን እውን ኣለዎ ካብ ቤተክርስትያን ክምለስ ከሎ ነቶም ኩሎም መንእሰያት ናይ ገዛውትና ኣብ ሓደ ተኣኪቦም ይረኽቦም እሞ ከይዱ ዘበራትዕን ዝሃንጽን ቃላትን ሂብዎም እዩ። ናብ ገዛ ዝኣቱ ዝነበረ። እዚ ኹሉ ኸኣ ብምንታይ ፈሊጥክዮ እንተ ኢልኩምኒ፣ ንደገ ክወጽእ ከለኹ፣ ኣቲ ዝብኹ ደኣ ሎማዓንቲ እንታይ ኢልና፣ ክሳብ ዝሓሸ ትፈልጡ ዝከኣለኩም ግበሩ፣ ሽዑ ዝሓሸ ምስ ፈለጥካ ዝሓሸ ስራሕ፣ እኮ ኢልና፣ ቃላት ናይዚ ሰብኣይ እኮ ንዓና ከቢድና። ብጣዕሚ ግን ንፉዕ። ብምንታይ ግን ኣምጺኦ እዚ ኹሉ? ኢሎም'ዮም። ኩሉ ሳዕ ብሕቶ ዘዋጥሩኒ ዝነበሩ ኣነ ድማ ኣብ ገዛ ከይደ ባባ እቲ ንዓይ ኣብ ገዛ ትመኽረኒ ስለምንታይ ኣብ ደገ ከይድካ ነዞም ምሳይ መተዓብይተይን ኣብ ደገ ከኣ ደይፈልጦም ሰባት ምስኦም ትዘራረብ ዘለኻ ኢለ ኩሉ ሳዕ ክሓቶ ከለኹ እዛ ጓለይ ዘንብቦ መጽሓፍቲ ኣብቲ ቤተክርስትያን ከይደ ኣብ ገዛ ኮይነ ኩሉ መዓት ምኸር ኣነ ሕጂ ሓደ እግረይ ኣብ ጉድጋድ ድኣተወ ሰብ እየ መቸስ ከምዚ ናትኪ ኣነጣጥራን ኣከያይዳን ክኸይድ ኣይክእልን እየ እቲ ግዜ ነዞም መናእሰይ ኣነ እውን መንእሰይ ኮይነ ስለ ዝሓለፍኩ ካብ ተመኩረይ ምክፋል እንታይ ጸገም ኣለዎ እዛ ጓለይ ካልኣይ ከኣ ኣብ ሂወተይ ሓንቲ ጽሕፍቲ ዘንበብኩዋ ኣላ ብጣዕሚ እያ መሲጣትኒ እስከ ገለ ካብኣ ፈይ ከብለልክ'ሞ ሓደ ነገር ክርድኣኪ'ዩ ዛጓለይ። ክቡራት ኣቦታት ውርዙያት ቆልዑ'ዮም ዘለዉዎም። ዝኾነ ወዲ ታብዓታይ ኣቦ ክኾን ይኽእል'ዩ። ኣቦ ንምዃን ግን ፍሉይ ሰብ ይሓትት። ንሎሚ እዘን ክልቲኤን ኣስተማቕርየን ኢሉ'ዩ። ባባ ካብ ድሕሪኡ ንንዮው ኣነ ብሕማም ክሳቐን ክላደን ከሎ ደኣምበር ብጥዕንኡ ኣይረኣኹዎን። ድሕሪ ሰለስተ ወርሒ ከኣ ኣቦይ በቲ ዝሓይሞ ዝነበረ ሕማም ድሕሪ ብርቱዕ ስቅያት ብሰላም'ዩ ዓሪፉ። ኣደይ ናይ ሰብኣያ ማለት ናይ ኣቦይ ጓሂ ስለ ዘይወጸላ ቀልጢፋ'ያ ንሳ'ውን ሕምም ሕምም ትብል ዝነበረት። እቲ ናታ ትካል ጽቡቕ ይጎይ ዋላ'ኳ እንተ ነበረ፣ ደሓር ግን ብሰራሕተኛታት ከተካይዶ እያ ተገዲዳ። ምኽንያቱ ኣቦይ የለን ማለት ኣብቲ ገዛ ሓደ ቀንዲ ዓንዲ ካብ ህይወትናን ካብ ገዛናን ከም ዝፈረሰ'ዩ። ወላዲቦይ ኣብ ህይወተይ ዓቢ ጽልዋይ ነይርዎ ካብቲ ምኽሩ ጀሚርካ ክሳዕ እቲ ንሱ ኣብ ገዛ ምህላዉ ኣዝዩ ንዓይ ውሕስነት ዝስምዓኒ ዝነበረ ድሕሪ ምኻዱ ግን በቃ ውሕስነት ዝብሃል የብለይን ኩሉ ሳዕ ተጠቓዒት ገይረ እየ ንነብሰይ ዝርእያ ዝነበርኩ ኣብ ከምዚ ኩነታት እንከለኹ ግን ሓደ ካብቶም ንማማ እቲ ቀዳማይ ሰራሕተኛኣ ናብ ገዛና ኩሉ ሳዕ'ዩ ዝመላለስ ዝነበረ። በታ መዓልቲ እቲኣ ኸኣ ንዓይ ክረኽበኒ፣ ኣነ ኸኣ ክዛረቦ ዝኸኣልኩሉ በዛ መዓልቲ እዩ። በቃ ዕላልና ጀሚርና። እዋእ ኣበይ ደኣ ትቕመጥ ኔርካ እዚ ኹሉ እዋን ኣነ ርእየካ ዘይፈልጥ? በልክዎ። ብናይ ሕፍረት ኣዒንቲ እናጠመተኒ፣ እወ ጓል ዓምና፣ እንታይ እሞ ይገበር፣ ስራሕ ናይ ስራሕ ባህሪ እዩ። ኢሉ መልእኽቱ ገዲፍልና ሸዓ ኢሉ እዩ ዝተመልሰ። የዒንተይ ከምቲ ንሱ ዝተመልሰ ሰላም ክብላ ኣይከኣላን፣ ልበይ ወሲድዎ። ብምንታይ ምዃኑ ኣይርደኣንን እዩ፣ ግን ንስኻትኩም ይርደኣኩም እዩ። ፍቕሪ ጓል ኣንስተይቲ ከመይ ኢሉ ከም ዝጅምር በቃ ኩሉ ኣብ ቀረባ ኢና ንፍቕሪ ኣብ ቀረባ ኣብ ካልእ ከኣ ኣብ ቀረባ ኢና ክንሓርቕ ኣብ ቀረባ ኩሉ ብሰንኪ ኣቦይ ኣደይ ሓደ ነገር ክትኮነኒ እያ ጀሚራ ኣዝያ ክትጭነቕን ካልእ ድማ ኣብ ከባቢ ናይ ሕቖኣ ቃንዛ ክገብረላን ኣዝዩ ብርቱዕ ዝኾነ ቀልጢፉ ዘይገድፍ ስቓይ እዩ ወሪድዋ። እንታይ እያ ኮይና ማማ ኢልና ውን እንተ መርመርናያ እቲ ሕማማ ቀሊል ምዃኑ ካልእ ግን እቲ ዝኸበደ ዝገብሮ ኣብ ሓሳባታ ሓደ ጭንቀት ዝበሃል ከም ዘሎ እዮም እቶም ምሁራት ናይ ሳይኮሎጂስት ዝነገሩና። ኣብ ከምዚ መንገዲ እንከለና ድማ እዩ ምስዚ ኣፍቃሪየይ ብጣዕሚ ብዙሕ ዝኾነ መዓልታት ምቹእ ዝኾነ ሰዓታት ንረክብ ስለ ዝነበርና ከነዕልልን ድሕረ ባይትኡ ክሓቶን ዝጀመርኩ። ከምዚ ኢልና ድማ ነዊሕ ዝበለ እዋናት ምስ ጸናሕና፣ ልቢ ንልቢ ተወሃሂብና ፍትወትና ናብ ፍቕሪ ለዊጥና ክንጓዓዝ ጀመርና። ኣብ ከምዚ ኩነታት እንከለና ኣደይ ነዚ ኩሉ ኣነ ዝኸዶ ዘለኹ ኣካይዳይ ባህ ስለ ዝበላ ሓደ ነገር ተዛረበትኒ እትኸድዮ ዘለኺ ኣካይዳ ብጣዕሚ እዩ ደስ ኢልን ዘሎ ምስዚ እሙን ዝኾነ ሰራሕተኛይ ከኣ ርክብ ጀሚርኪ ኣለኺ ኦህ ኮንግራ በለትኒ ንማማ ኣዝየ ስለ ዝሓፈርክዋ ኮምባ ኣይትበልን ማማ ዋእ እንታይኹ ጓለይ ስቅ ክፍ ገለ ይብለክን ድዩ ከማይ ጓል ኣይኮንክን ዲኺ ኢለ ከስሕቃን ዋይ ዛጓለይ ሓፋር ክትብለኒ ንሳ ድማ ክንቀባበል ኢና ውዒልና። ንከባቢ ክልተ ዓመትን ፈረቓን ከምዚ ኢልና ምስ ዘፍቃሪየይ ምስ ተጓዓዝና፣ ኣደይ ሓደ ነገር ተዛረበትኒ፣ ዛጓለይ ኣነ ከም ኣቦኺ ከያዲት እየ፣ ሕጂ ውን ኣእጋረይ ትርእየየን ኣለኺ፣ ብበትሪ ተደጊፈ ደው ኣብ ክብለሉ ዝኽእል እዋን ከይበጻሕኩ መርዓኺ ኣርእይኒ፣ ወዲ ሒዝክለኺ ወዲ ክደልየ ከይትብለኒ፣ እዚ ቆልዓ ከኣ ኣነ ዝምስክረሉ እሙን እዩ፣ በጃኺ ውላድኪ ክሓቁፍ። ኣነስ ይኸይድ ኣለኹ ይርድኣኒ ኣሎ ከም ኣቦኺ በጃኺ ስምዕኒ እዛ ጓለይ እንዳ በለት ሃንደበታዊ ዘረባ ኣውደቐትለይ። ነቲ ዘውደቐትለይ ቃላት ኣዝዩ ስለ ዝረዘነኒ ሓደ ነገር ምላሽ ክህበሉ ተቐላጢፈ ኣይከኣልኩን። ስለዚ ድማ ሕራይ ማሚ ኣነ ነቲ ስኽ ትብልኒ ይቕበሎ'የ ግን በጃኺ ንኽልተ መዓልቲ ዕድል ሃብኒ ሰብ እንድየ ፍቓደይ'ባ ስኽኺ ከኣ ክትፈልጢ ኢለ ከም ዘገደደትኒ በጃኺ እንዳበልኩ ለመንክዋ እሱ ጸገም ከም ዘይብሉ ካልእ ግን መርዓይ ንኽትርኢ ዘለዋ ህርፋን ኢያ ገሊጻትለይ እተን ክልተ መዓልቲ ሓሊፈን ከኣ ኣምላኽ ይመስገን ውሽጠይ ዋላ ሓንቲ ስኽፍክፍ ኣይበለንን ከምቲ ወላዲት ኣደይ ዝበለቶ ድማ ብወገን ስድርኡን ብወገን ስድራይን ኣዝዩ ጽቡቕ ዝኾነ ዝምድና ተፈጢሩ ከመይ ዝበለ መርዓ ክሳዕ ዝበሃል ከምኡ ሓለፈ። ኣብቲ ናይ ሕጽኖትና ግዜ ከኣ ኣደይ ሓደ ነገር ከተርእየኒ ንዒ በለትኒ። ካብቲ የሕዋተይ ተመኒኖም ከመይ ዝበለ ገዛ ድሰርሕዎ ሓንቲ ክፍሊ ካብኣ ምስ ክሽነኣን ምስ ሽቓቓን ሂበኪ ኣለኹ ዛጓለይ። መፍትሕኪ ተቐበልኒ እዚ ናትኪ'ዩ ካብ ሕጂ። እዛ ገዛ ናትኪ'ያ ከም ድሌትኪ ተደሊኺ ኣካርይያ ተደሊኺ ድማ ንበርያ። ኢላ መሊሳ ነቲ ቁልፊ ሕዝዮ ኣብ ኢድኪ ኢላ ኣጨበጠትኒ ኣነ ብንብዓት ክዛረብ ኣይከኣልኩን ማማ ዝገብረልኪ ነገር እንታይ እዩ እስከ ንገርኒ ድሌትኪ እንታይ ክገብረልኪ ይኽእል ኩሊተይ ልበይ እንታይ ክትደሊ እንዳበልኩ ንብዓተይ ክቆሃጸሮን ብዙሕ ዘረባ ድማ ክኸደኒ ጀመረ ናይ ሕጽኖትና ግዜ ኣዝዩ ጥዑም እዩ ነይሩ ብድሕሪኡ እዚ ሰብኣየይ ምስ ወላዲት ኣደይ ክሰርሕ ምዃኑ ኣርጊጹ ነጊሩኒ ስለ ዝነበረ፣ ከምቲ ንዕኡ ኣብ ግዜ ጸገሙ ዝበጸሓቶ፣ ኣነ ኣብ ግዜ ጸገማ ይኹን ኣብ ግዜ ድኾነ ነገር ክፍለያ ኣይደልን እየ። ስለዚ ካልእ ስራሕ ድለዪ ተዘይበልክኒ ንዓይ ጽቡቕ እዩ። ተዘይኮይኑ ግን ኣነ ካብ ናይ ኣዴኺ ስራሕ ክእለ ኣይክእልን'የ፣ ምኽንያቱ ገባሪት ጽቡቕ'ያ፣ በለኒ። ኣዝዩ ሰለማውን ዕረፍቲ ዘለዎ ናብራ ክመርሕ ጀመርኩ። ኣብ ካልኣይ ዓመተይ ከኣ ድቂ ሓዝኩ። ነዚ ሰብኣየይ ምስ ነገርክዎ ኣዝዩ ተሓጒሱ፣ እዋእ ኣቲ ሕጂ ከኣ ዘማእክለና ከኣ ረኺብና እንዳበለ ኣብ ውላድ ደለዎ ህርፋን ከርእየንን ክገልጸለይን ጀሚሩ። መብዛሕትኡ እዋን ኣቦይ። ኣቦ ንደቁ ክገብሮ ዝኽእል ኣገዳሲ ነገር ንኣዲኦም ምፍቃር እዩ። ኢሉ'ዩ ዘዕልለና ዝነበረ። ኣብቲ ሽዑ እዋን ኣቦና ከይሓርቕ፣ ካብቲ ዝኣዘዘና ድማ ከይንወጽእ ኢለ'የ ኣነ ኩሉ ሳዕ እወ ጽቡቕ ኣለኻ ባባ እንዳበልኩ ዝቕበሎ ዝነበርኩ። እንተ ረኣኻስ ሓደ ተለባዋይሲ ለበውኡ ድሰርሕ ንሱ ካባኻ ምስ ተኣለየ ወይ ምስ ሞተ ምዃኑ ተረዲእኒ። ንብሕጂ ዝመጽኣኒ ካብ ሰብኣየይ ይኹን ካብ ኣደይ ጽን ኢለ እየ ክሰምዕ ኢለ ምስ ነብሰይ ኪዳን ተኣታተኹ። ጥንሰይ ናይ ከባቢ ኣርባዕተ ወርሒ ምስ ኮነ ወላዲት ኣደይ ክትሓምምን፣ ሕጂ እውን እቲ ዝነበራ ቃንዛ መሊሱ ክገድድን እዩ ጀሚሩ። ርኡይ ተዘይኮይኑ ዋላ እኳ እቲ ሕማማ ሓሳባት ክበዝሓ ከሎ ግን ነቲ ዘለዋ ሕማም ቀልጢፉ ተጻዋርነት ስለ ዘኸልኦ ክትሓምምን ኣብ ካልእ ኣዝዩ ክፉእ ዝበሃል ደረጃ ናይ ሕማም ክትበጽሕ ከም ትኽእል እቲ ሳይኮሎጂስት ከምኡ ኢልና ነይሩ እዩ። ንከባቢ ሓደ ወርሒ ሰለይ እንዳበለት ክትሓልፋ ከላ መሬት ክትጽልምታ ከሎን ኣነ ኣብ ጎና ነይረ እየ ጥንስቲ ከም ዘለኩ ክሳዕ ዝርስዖ እየ ዝከውን ነይረ ብናተይ ጥራይ ክጭነቅ ዋይ ዛጓለይ በጃክባ ንዕባ ጥንስቲ ኢኪ መግቢ በሊዕኪ ዶ ድኮነ ድስታ ክሰቲኪ ዶ ኣቲ ጥንስቲ ብዙሕ እዩ ወጻኢታታ ንዕ በጃኪ ኪዲ ብቲ ሳሎን ቴቪ ክርኣዪ ንዓይ ኣይትካታተልን ኣብዚ ኣነ ወዲኤ ዕድመይ እንተ ከድኩ ውን ከይትበክይለይ ኢላያ ናይ ምካዳ ስነስርዓት ሽዑ ዝነገረትኒ፣ ንኸባቢ ክልተ ወርሒ ከምዚ ኢላ ክትሳቐ ድሕሪ ምጽናሕ ማማ ድማ ልክዕ ኣብ ሻብዓይ ወርሒ ብሰላም ዓረፈት። እዋእ ኣንታ እንታይ ዝብሃል ወደይ'ዚ! ኣደይ ሕጂ ኸኣ እስኺ ኸይድኪ? ኢለ ክነብዕን ከስቆርቁርን ክጅምር ከለኹ ኣነውን ከይተረደኣኒ እቲ ናይ ኣደይ ጭንቀት ናብ ኣእምሮይ ከእትዎ'የ ዝጀመርኩ። ብዘይ ናተይ ድሌት እቲ ሓሳባት ክገዝኣንን ናይ ኣደይ ሞት በቃ ዓለም መወዳእታ ከም ዝኾነ ከረድኣንን የእምሮይ ተወለፈ። ካልእ ጽቡቕ ዝኾነ ሓሳብ ከእቱ ኣይክእልን'የ ምኽንያቱ ኣደይ ኣብ ቅድሚ ዓይነይ'ያ ሞይታ። ናይ ኣቦይ ከይኣክልሲ ኣደይ ከኣ ሕጂ ኢለ ሚሕር ጭንቀት ክጭነቕን ጥንስቲ እንተኾንካ ከኣ እንድዕሉ በጃኹም ንሓንቲ ነገር ብሓሙሽተ ግዜ ወይ ብሸውዓተ ግዜ ኣራቢሕካ ናይ ምሕሳብ ነገር ኣለዎ መስለኒ ኣዝየ እየ ድጭነቕ ዝነበርኩ ሻምናይ ወርሐይ ምስ ኣኸለ ናይ ኣደይ ሓዘን ጌና ከይተዓጽወ ከሎ ቃንዛ ክስምዓንን ናብ ሕክምና ከይደ ከኣ ቼክ ክገብርን እየ ዝተገደድኩ ሰብኣየይ ናብዝን ናብትን እንዳበለ ንዓይ እቲ ዘድልየኒ ምንክብኻብ ኣየጉደለለይን፣ መወዳእትኡ ግን እቲ ዶክተር ኦልትራሳውንድ ምስ ረኣየኒ፣ ኣመና በዚሑ ኣሎ ጭንቀትኪ፣ በጃኺ ቀንስሉ፣ ተዘይኮይኑ ህይወትክን ህይወት እዚ ውላድን ኣብ ሓደጋ እዮም ዘለዉ፣ ሓንጎል ናይዚ ቆልዓን ርእሲ ናይዚ ቆልዓን እንዳገጀፈ እዩ ዝኸይድ ዘሎ፣ ስለዚ በጃኺ ጭንቀት ኣብ ግዜ ጥንሲ እኮ ኣይፍቀንዩ ስለምታይ ክትዕድምዬ ዘለኺ ሂወትኪ ኣይደልያን ዲኺ ኢሉዩ ንዓይ ዝመኽረኒ ዝነበረ ኣነ ግን ብዘይ ናተይ ፍቃድ ከም ዝኾነ ነይ ኣደይ ነገር ክኣ ካብ ኣእምሮይ ክወጻለይ ስለ ዘይክኣለዩ ናተይ ጭንቀት ዝበዝሕ ዘሎ ናብዚ ቆልዓ ክኣ ክሰግር ጀሚሩ እዋይ ኣነ ዝገብሮ ኢለ ሂወተይ ኣብ ሓዘን ከም ዝድምድም ጌረ'የ ዝርእያ ዝነበርኩ። ደሓር ግን ንሰብኣየይ የእትዩ ኣብ መዘናግዒ ቦታ እንዳወሰድካ የእምሮኣ ኣረዛዝዓያ። እንተዘይኮይኑ ቆልዓ ርእሱ ይገጅፍ ኣሎ። ኣብ መወዳእታ ናይ ወድኻ ርእሲ ካብ ኣመና ጭንቀት ክፍንጀር'ዩ። ስለዚ ተቐዳዲምካ ናብ መዘናግዒ ቦታ ክትወስዳ ኣለካ። ንዓ ደስ ዝብላ ነገር ኣሕስባ። በጃኻ ክጭነቕ ኣይትሕደጋ። ኢሉ ኣብ ቅድሚይ መኸሮ። ኣብ ከምዚ ኣዝዩ ኣሸጋሪ እዋን እንከለኹ ሓደ መዓልቲ ክሳዕ ሰብኣየይ ዝመጽእ ብምባል ኣብ ደገ ክጽበዬ ኢለ በቲ ናትና ገዛውትና በቲ በረኻ ኣቢለ ክጽምወለይ ብእግረይ እናተንቀሳቐስኩ ከለኹ ኣብ ህይወተይ ክግምቶን ክሓስቦን ዘይክእል እሞ ንጥንስቲ ከምኡ ይግበር ድዩ ብምባል ዝሰንበድክዎ ሓደ ነገር ኣብ ህይወተይ ተፈጸመ። ብድሕረይ ዘይፈልጦ ሰብ መጺኡ ሓነቐኒ። ሓኒቑ ግን ሱቕ ኣይበለን። ተንበርከኺ በለኒ። ኣነ ከኣ ጥንስቲ ምዃነይ ትርእየኒ ኣለኻ፣ ሻምናይ ወርሒ'የ እኮ፣ በጃኻ እባ ኣምላኽ ብሰላም ኣገላግልኪ እኮ ክትብለኒ ዝግብኣካ፣ ስለምንታይ ግን ትሓንቀኒ ኣለኻ? ኣነ ካብ ቅድም ንዓኺ ዝምነየኪ ዝነበርኩ ወዲ ቤት ትምህርትኺ'የ። ኣይትፈልጥንን ኢኺ ሕጂ ውን ናባይ ግልጽ በል ተበልኩኺ ገጸይ ብሻርባን ብጨርቅን ተጠቕሊሉ እዩ ዘሎ ስለምንታይ ግን ከምኡ ጌርኪ ሕጂ ግን ኣነ ኣብ ሂወትኪ ገሚት ከይትፈልጢ ክገብር እየ ኢሉ ክዕምጸኒ ምስ ተቐረበ ኣውያት ንኣውያት ደርጓሕኩዎ ዋላ ኣውያት እንተገበርኩ እዚ ሰብ እዚ ግን ክሳዕ ሰባት ዝመጽዎ ዋላ የእውዩ ደኣ እምበር ሎምሲ እዛ ኣብ ከብድኺ ዘሎ ብናተይ ስም ተዘይተተኪኡ ጡፍ በልለይ እዛ ስረይ ንቁልቁል እንዳበለዩ ክዕምጸኒ ብዙሕ ነገር ክዳውንተይን ኣካላተይን ክትንክፈኒ ዝጀመረ ናይ ዓመጽ ተግባሩ ከይወደኣ ሰባት ድዮም መጽዮሞ ኮይኖም ኣይፈልጥንየ ቀልጢፊኡ ካብቲ ከባቢ ዝተሰወረ ሞባይለይን ኣብ ኢደይ ዝነበረ ገንዘብን ኩሉ ወሲዱ እዚ ሰብ ሽታ ማይ ኮነኒ። እቶም ኣእውየ ክረዱኒ ኢሎም ዝመጹ ሰባት ድማ ብኽልተ ጎነይ ኣልዒሎም ዋይ ሓብተይ ኣቲ ኣቲ ናይ ክንደይ ወርሒ ኢኺ ኔርኪ በሉኒ። ሻምናይ ወርሒ ኔረ። እውይ እዚ ሰይጣን እዚ ደኣ ኮነ ኢሉ እንድዩ ንዕ በሊ ኣምላኽ ኣውጺክሎ ኢሎም ናብ ገዛይ ወሰዱኒ። ንሰብኣየይ እዚ ነገር ምስ ነገርዎ ተቐዳዲሙ ንፖሊስ ኢዩ ዝሓበረ። ፖላይስ ግን ከምቲ ዓቕሞም ንልዕሊ ሸውዓተ ወርሒ ክምርምሩ ድሕሪ ምጽናሕ፣ ዋላሓንቲ ምልክታት ይኹን ካልእ ትሒምሒም ከምዘየለ እዮም መጽናዕቶም ዘርዚሮም ዝነገሩና። ስለዚ ኣነ ብዝተኻእለን መጠን ሕጂ ውን እዚ ጭንቀት ክውስኸለይ እንድዩ መጺኡ ኣነ ግን ኣይጭነቕን'የ ኢለ ብገዛእ ርእሰይ ክውስን ጀመርኩ። ንወደይ ነዚ ሕጂ። ብዙሕ ዓይነት ፈተናታት ዝሓልፍ ዘሎ ከመይ ዓይነት ሰብ ከምዝኸውን እዩ መጻኢኡ በሪሁ ዝረኣየኒ ዘሎ። በዓል ቤተይ ከይሰልቸዎ ንዓይ ከዘናግዕን ደስ ዝበለኒ ከምጻለይን በቃ እዚ ከም እዋናዊ ስርሑ እዩ ዝወስዶ ዝነበረ። ብኸምዚ ከኣ መዓልታት ሕርሰይ ኣኺሉ ክሓርስ ምስ ኣተኹ ብሰላም ተገላጊለ እቲ ቆልዓ እውን ኣብ ደሓን ከም ዘሎ ነገሩኒ። ከምዚ ብምዃኑ ኣዝየ ተሓጒሰ። ግን መወዳእትኡ እዚ ሓሳብ ናይ ማማን እዚ ናይዚ ወዲ ተግባርን፣ ኣብ መንገዲ ኣነ ክኸይድ ከም ዘይክእል እዮም ጌሮምኒ ናይ ማማስ ደሓን ናይዚ ወዲ ግን ንድኾነ ወዲ ሰብ ብዘይካ ሰብኣየይ ካልእ ሰብ ኮይኑ ኣይስመዓንይን ዘሎ ከምዚ ዓይነት ስንባደ ዘይወጽኣሎም ሰባት ከማይ ክህልዉ ይኽእሉ እዮም ኣነ ንገዛእ ርእሰይ ወኪለ ክዛረብ ግን ኩሉ ግዜ ሰባት ይመኽሩኒ እዮም ቀረብትኻ መቸም ቅኑዕ ዝብልዎ ነገር ክዛረቡ ንዓኻ የቕንዑኻን ይፍውስኻን ከም ዘለዉ ጌሮም እዮም ድሓስብዎ ኣነ ግን ፍርቂ ርእሰይ ጥራዩ በዚ ናቶም ቃላትን በቲ ሰርች ኢለ ዝረኽቦ ብዙሕ ካብ ጉግል ምኽርታት መሊኡ ዘሎ እቲ ፍርቂ ኣእምሮይ ግን ኣነስ ካልእ ሰብ ደኣ ከማኽረኒ ኣለዎ ደኣምበር ኩላቶም ሓደ ዓይነት ኮይኖም። ኣካላትካ ኣንቀሳቅሲ ማሕበራዊ ሜድያታት ብግቡእ ተጠቀምሎም ሱቅ ኢልኪ ኣይትርኣዪ። ምኽንያቱ የጋድድልኪ እዮም፣ ዓሚቕ እስትንፋስ ኣስተንፍሲ፣ ካልእ ዝብል ወዘተ ብዙሕ እዮም ዝዛረቡኒ። ኣነ ግን የሕዋተየ ከም ናትኩም ምኽሪ ደልየ ኣለኹ። እቲ ፍርቂ ኣእምሮይ በዚ ዋላ እኳ እንተደዓዓስኩዎ ምሉእ ብምሉእ ግን ክኾነለይ ኣይከኣለን። ስለዚ የሕዋተየ ኣነ በቲ ዝወረደኒ ኣብ ግዜ ጥንሰይን ብማማን ኣዘየ ጒህየን ሓዚነን ዘለኹ። ካብ ኣእምሮይ ከኣ ከውጽኦ ኣይከኣልኩን። ስለዚ እንታይ ተገበርኩ እዩ ድሕሸኒ ጽን ኢልኩም ስለ ሰማዕኩምኒ የቀኔለይ።